ሰላም ከመይ ትኾኑ ዝኸበርኩም ተኸታተልትና ንሎሚ ናብ ዝሓረናዮም ዕለታዊ ዜናታት ሕርያ ፖስት ክንሰግር ፈለማ ብቐንዲ ርስታት ዜናታት እዚ ዕለት ክንጅምር ተቐቲሎም ተባሂሎም ካብ ዝተዘርግሑ መሪሕነት ኣርሚ ሰብዓ ሓደ ብህይወት ኣለኹ ክብል ገሊጹ ኣሎ። ትግራይ ናብ ሙሉእ ውግእ ትኣቱ ከም ዘላ ተገሊጹ። ሕጂ እውን ግና ኲናት ዝተርፈሉ ዕድል ኣሎ ተባሂሉ ኣሎ። ዝርዝር ኣለና። መስመር ቤንሻንጉል ጉሙዝ፣ ሱዳን ሓራ ንምግባር ወፍሪ ከምዝተጀመረ ተገሊጹ። ነፋሪት ኢትዮጵያ ተኹሲ ተኸፊትዋ ኣብ ሓለዋ ዝጸንሑ ኣባላት ሰራዊት ኢትዮጵያ ከምዝተቐትሉ እውን ተሓቢሩ። ንኣርባዕተ ሃገራት ኣፍሪቃ ዘገልግል ገዚፍ መጻረዪ ነዳዲ ህንጸቱ ጀሚሩ ኣስታት ዓሰርተ ሸውዓተ ቢልዮን ዶላር ከምዝሓትት ድማ ተገሊጹ ኣሎ። ናይዚኦምን ካልኦትን ዝርዝር ዜና ሒዝናልኩም ክንቀርብ ኢና፣ ክሳብ መወዳእታ ምሳና ጸኒሕኩም ክትከታተሉ ብኣኽብሮት ንዕድም፣ ናብቲ ፈላማይ ዜና ክንሰግር። ተቐቲሎም ተባሂሎም ካብ ዝተዘርግሑ መሪሕነት ኣርሚ ሰብዓ ሓደ ብህይወት ኣለኹ ክብል ገሊጹ ኣሎ። ገለ ገለ ምስ ደምበ ስርዓት ኢትዮጵያ ፖለቲካዊ ውግንና ከም ዘለዎም ዝንገረሎም ተጋሩ ኣቢሉ ኣብ ሱዳን ብደብዳብ ድሮን RSF ተቐቲሎም ተባሂሎም ካብ ዝተዘርግሑ መሪሕነት ኣርሚ ሰብዓ ሓደ ብህይወት ኣለኹ ክብል ገሊጹ ኣሎ። እቲ ሚኪኤለ ዝተብሃለ ኣባል ኣርሚ ሰብዓ ዝኾነ ተጋዳላይ ኣብቲ ኣብ ሱዳን ዝካየድ ዘሎ ኲናት ሕድሕድ ምስ ሰራዊት ጀነራል ዓብዱልፈታሕ ኣልቡርሃን ወጊኑ እንትዋጋእ ምስ ካልኦት ኣርባዕተ ብጾቱ ተሰዊኡ ተባሂሉ ስእልታቱ ክዝርጋሕ ተራእዩ'ዩ። እቲ ሓደጋ ብሓይልታት ምልሻ RSF ኣብ ዝተኻየደ ደብዳብ ድሮን ዳርጋ ኩሎም ኣባላት ኣርሚ ኮማንድ ከምዝሞቱ ዘቃልሕ ሓበሬታ ምዃኑ ዝዝከር'ዩ። እንተኾነ ሓደ ካብቶም ተሰዊኦም ዝተብሃሉ መራሕቲ ኣርሚ ሰብዓ ሓደ ዝኾነ ተጋዳላይ ሚኪኤለ ብህይወት ከምዘሎ ዘረጋግጽ ጽሑፍ ኣብ ፌስቡክ ገጹ ዘርጊሑ ኣሎ። ንሱ ከም ዝበሎ ባንዳ ከም ዝበሎ ዘይኮነስ ፈጣሪ ከም ዝሓሰቦ እዩ ዳይ ንቕድሚት ክብል ሪኢቶኡ ኣቐሚጡ ኣሎ። እቲ ብድሮን በጺሑ ዝተባህለ ሓደጋ ናይ ሕሶት ዜና ከም ዝኾነ ብምሕባር እቲ ሓበሬታ ኮነ ኢልካ ህዝቢ ንምድንጋርን ንምርዓድን ዝተምሃዘ ከም ዝኾነ ተገሊጾ። ብሸነኽ ሱዳን ኣብ ዶባት ምዕራብ ትግራይ ዓሪዱ ዝርከብ ኣርሚ ሰብዓ ቅድሚ ሕጂ መንግስቲ ኢትዮጵያ ብድሮን ብዘካይዶ ደብዳብ ህይወት ሓደ ተጋዳላይ ሓሊፉ ከም ዝነበረ ዝዝከር እዩ። እታ ኣርሚ ኣብ ጎኒ ሰራዊት መሰጋገሪ መንግስቲ ሱዳን ተሰሊፋ ኣንጻር RSF ትዋጋእ ከም ዘላ ብዙሓት ክኸስዋ ከም ዝጸንሑ ዝፍለጥ እዩ። ትግራይ ናብ ሙሉእ ውግእ ትኣቱ ከም ዘላ ተገሊጹ፣ ሕጂ እውን ግና ኲናት ዝተርፈሉ ዕድል ኣሎ ተባሂሉ ኣሎ። ኣህጉራዊ ትካል ትንተና ክራይስስ ግሩብ ኣብ ዘ ሆርን ቦድካስት ዘቕረቦ ሓድሽ መደብ ኢትዮጵያ ብፍላይ ትግራይ ዳግማይ ናብ ኲናት ውግእ ትኣቱ ከም ዘላ ዝገልጽ ምስ ስግኣቱ ኣቐሚጡ ኣሎ። ኣብቲ መደብ ኣላን ቦስዌል ምስ ፐይተን ኖፍ ነበር ምኽትል ፍሉይ ልኡኽ ኣሜሪካ ኣብ ቀርኒ ኣፍሪቃ ሕጂ ድማ ፍሉይ ኣማኻሪ ሓደ ትካል ስግኣት ኲናት ኣንጸላልዩ ከም ዘሎ ሓቢሩ ኣሎ። ኖፍ ኣብ ክልተ ሽሕን ዒስራን ክሳብ ክልተ ሽሕን ዒስራን ክልተን ዝተኻየደ ውግእ ትግራይ ከመይ ናብ ኣዝዩ ከቢድን ደማዊ ግጭት ከም ዝተቐየረ ብዝርዝር ገሊጹ ኣሎ። እቲ ውግእ ኣብ ልዕሊ ኣማኢት ኣሽሓት ሰባት ሞት፣ ሚልዮናት ሰባት ምፍንቓልን ሰፊሕ ሰብኣዊ ቅልውላውን ከም ዘስዓበ ኣዘኻኺሮም። ኣብቲ ዘተ ብተወሳኺ ስምምዕ ፕሪቶርያ ነቲ ውግእ ንምቁራፅ ዓብዪ ግደ እኳ እንተተፃወተ ብዙሓት መሰረታውያን ጉዳያት ግን ክሳብ ሕጂ ዘይተፈትሑ ምዃኖም ኣብሪሆም። ከም ትንተና ክራይሲስ ግሩብ ክሳብ ሕጂ ዘይተፈትሑ ዘለዉ ጉዳያት ዶባት፣ መሬትን ትግራይ፣ ሕጋዊ ኩነታት ትግራይ፣ ውሽጣዊ ፖለቲካዊ ፍልልያት ኣብ ትግራይ፣ ከምኡ'ውን እናኸፍኣ ዝኸይድ ዘሎ ውጥረት ኣብ መንጎ ኢትዮጵያን ኤርትራን ነቲ ኩነታት ዳግማይ ናብ ውግእ ክደፍኦ ይኽእል እዩ ዝብል ገምጋም ኣቕሪቡ ኣሎ። ኣብ መወዳእታ፣ ኣብ ሰፊሕ ኩነታት ቀርኒ ኣፍሪቃ ኣብ ሱዳን ዝቕጽል ዘሎ ውግእ ካልኦት ዞባዊ ውጥረታትን እንተድኣ ኣብ ትግራይ ዳግማይ ግጭት ተላዒሉ ነቲ ውግእ ዝያዳ ሓደገኛን ዝተሓላለኸን ክገብሮ ከምዝኽእል ኣጠንቂቑ ኣሎ። ይኹን እምበር ፔይተን ኖፍ ሙሉእ ውግእ ኣይተርፍን ማለት ኣይኮነን፣ እቶም ዝተረፉ ፖለቲካውን ዲፕሎማሲያውን ዕድላት ብግቡእ እንተተጠቒምናሎም እቲ ስግኣት ክንኪ ከምዝኽእል ኣመልኪቶም። መስመር ቤንሻንጉል ጉሙዝ ሱዳን ሓራ ንምግባር ወፍሪ ከምዝተጀመረ ተገሊፆ። ግንባር ሓድነት ሰራዊት ጉሙዝ ኣብ ኢትዮጵያ ክልል ቤንሻንጉል ጉሙዝ ምስ ሱዳን ዘራኽብ ቀንዲ መስመር ካብ ምንቅስቓስ ሰራዊት ኢትዮጵያ ሓራ ንምውፃእ ሰፊሕ መጥቃዕቲ ከምዝጀመረ ኣፍሊጡ ኣሎ። ዕጡቕ ሓይሊ ግንባር ሓርነት ሰራዊት ጉሙዝ ብሸነኽ ሱዳን ከተማ ኩምሩክ ኣብ ትሕቲ ሰራዊት ሱዳን ከምዝኣተወት ብምሕባር ብሸነኽ ኢትዮጵያ ግን ዝፈረሰ ሰራዊት ኢትዮጵያን RSFን ናብ ጉሙዝ ሸርቆሌ ከምዝኣተወ ኣቃሊሖም። ኣዛዚ ዕጡቕ ሓይሊ ግንባር ሓርነት ሰራዊት ጉሙዝ ሙሳ ዓብደላ ከምዝበሎ፣ ኣባላት ሰራዊት ኢትዮጵያ፣ ፖሊስ፣ ምልሻን ናብ ቃልሲ ክውሕዙ ጸዊዑ ኣሎ። ኣዛዚ እቲ ዕጡቕ ወሲኹ፣ ቃልሲ ህዝቢ ጉሙዝ ሓድሽ ከምዘይኮነን ኣብ ዘመነ ደርግን ኢህወደግን እውን ዝነበረ ሕጂ'ውን ኣንጻር መንግስቲ ብልጽግና ይቃለስ ከምዘሎ ኣብሪሆም። ስርዓት ኢትዮጵያ መሬት ሃብቲ ማዕድን ጉሙዝ እንዳዘመተ ህዝብና ተጠቃሚ መሰረተ ልምዓት ከምዘይኮነን ብመንነቱ ይጥቃዕ ከምዘሎ እውን ከሲሱ ኣሎ። ገለ ክፋል ሰራዊት RSF ኣብ ስትራቴጂካዊት ከተማ ኩርሙክ ድሕሪ ዘጋጠሞ ስዕረት ምስ ደገፍ ዝህቦ ሰራዊት ኢትዮጵያ ፈሪሱ ናብ ኢትዮጵያ ከምዝኣተወ ክግለጽ ምጽንሑ ዝዝከር'ዩ። ነፋሪት ኢትዮጵያ ተኹሲ ተኸፊትዋ ኣብ ሓለዋ ዝጸንሑ ኣባላት ሰራዊት ኢትዮጵያ ከምዝተቐተሉ'ውን ተሓቢሩ። ወተሃደራዊ ሎጂስቲካ ብምድጋፍ ዝነበረት ነፋሪት ኢትዮጵያ ተኹሲ ተኸፊትዋ፣ ኣብ ሓለዋ ዝጸንሑ ኣባላት ሰራዊት ኢትዮጵያ ድማ ሓደጋ ሞትን መቑሰልትን ከም ዝወረዶም መርበብ ሓበሬታ ባይዶዋ ኦንላይን ኣቃሊዑ። ግብረ ሽበራዊ ጉጅለ ኣልሸባብ ትማሊ ኣብ ሶማልያ ኤርፖርት ዋጅድ ክልል ባኮል ኣንጻር ኣብታ ሃገር ኣብ ትሕቲ ኣሚሶም ተዋፊሩ ዘሎ ሰራዊት ኢትዮጵያ መጥቃዕቲ ኣካይዱ ኣሎ። ኣባላት ኣልሸባብ ኣብ ክልል ባኮል ዝርከብ ኤርፖርት ዋጅድ ኣብ ልዕሊ ዝነበረ ሰራዊት ኢትዮጵያ መጥቃዕቲ ከምዘካየዱ፣ እቲ ተኹሲ ድማ ንሰራዊት ኢትዮጵያ ሎጂስቲካዊ ቀረብ ዝጸዓነት ወተሃደራዊት ነፋሪት ኣብ ዘውርደሉ እዋን ከምዝተፈጸመ ነበርቲ ከባቢን ምንጭታት ጸጥታን ብምጥቃስ እቲ ማዕከን ዜና ኣቃሊሑ። እቲ ማዕኸን ዜና ወሲኹ፣ እቲ ጥቕዓት ምስ ምብጻሕ እታ ነፋሪት ብሓንሳብ እዩ ተፈጺሙ፣ ይኹን እምበር መጠን ዝወረደ ጉድኣት ዝለዓለ ከም ዝኾነ ኣቃሊሑ። ዛጊድ ብዛዕባ እዚ መጥቃዕቲ ዝምልከት ብወገን ሰበስልጣን ሶማልያን ኢትዮጵያን ዝኾነ ወግዓዊ መግለጺ ኣይተውሃበን። ከተማ ዋጅድ ቅድሚ ሕጂ እውን ኣልሸባብ ኣንጻር ሓይልታት ኢትዮጵያን ሓይልታት ሕብረት ኣፍሪቃን ተደጋጋሚ መጥቃዕቲ ከም ዝፈጸመላ ይዝከር። ነርባዕተ ሃገራት ኣፍሪቃ ዘገልግል ገዚፍ መጻረዪ ነዳዲ ህንጸቱ ጀሚሩ ኣስታት ዓሰርተ ሸውዓተ ቢልዮን ዶላር ከም ዝሓትት ድማ ተገሊጾ። ኣብ ኣፍሪቃ ዝሃፍተመ በዓል ሃፍቲ ኣሊኮ ዳንጎቴ ብኣስታት ዓሰርተ ሸውዓተ ቢልዮን ዶላር ብመዓልቲ ሸውዓተ ሚእቲ ሽሕ በርሚል ነዳዲ ዘጻሪ ገዚፍ መጻረዪ ነዳዲ ንምህናጽ ንኬንያ ከም ዝሓረየ ብሉምበርግ ጸብጺቡ። እቲ ፕሮጀክት ኣብ ምብራቕ ኣፍሪቃ ዝዓበየ መጻረዪ ነዳዲ ክኸውን ትጽቢት ይግበረሉ። እቲ መጻረይ ነዳዲ ኣብ ወደብ ላሙ ኣብ ገማግም ህንዲ ውቅያኖስ ከም ዝህነጽን ምርጫ ቦታ ተዛዚሙ እዩ፣ ምርመራ መሬት፣ ምህንድስናን ዲዛይንን ድማ ተጀሚሩ ኣሎ ተባሂሉ ኣሎ። ህንጸቱ ኣስታት ሰለስተ ዓመት ክወስድ እዩ ዝተብሃለ እዚ ፕሮጀክት እቲ ዝተጻረየ ነዳዲ ድማ ንኬንያ ከምኡ'ውን ዩጋንዳን ታንዛንያ ደቡብ ሱዳንን ከም ዝቐርብ ተሓቢሩ ኣሎ። እቲ መጻረዪ ከምቲ ኣብ ናይጀርያ ዝርከብ ዓብዪ መጻረዪ ዳንጎቴ ተመሳሳሊ ዓቕሚ ምጽራይ ከም ዘለዎን እዚ ፕሮጀክት ድማ ኣብ ኣፍሪቃ ዓቕሚ ምጽራይ ነዳዲ ንምስፋሕ ዝዓለመ ስትራተጂ ግሩፕ ክፍሊ ዳንጎቴ ከም ዝኾነ ተቓሊሑ ኣሎ። ብተወሳኺ እቲ ኢንቨስትመንት ሓድሽ ዕድላት ስራሕ ክፈጥርን ንኢንዳስትርያልያዊ ምዕባለ እቲ ዞባ ክድግፍን ትጽቢት ይግበረሉ ተባሂሉ ኣሎ። ፕሬዚደንት ኬንያ ዊልያም ሩቶ ድማ ነቲ ፕሮጀክት ዘለዎ ደገፍ ገሊፁ፣ ንኣፈፃፅምኡ ዝከታተል መንግስታዊ ኮሚቴ ከምዝቖመ ድማ ሓቢሩ ኣሎ። ዝኸበርኩም ሰማዕትና ንሎሚ ዝነበረና ዜናታት ሕርያ ፖስት ነዚ ዝሰማዕክምዎም ይመስሉ ነይሮም። መሪፅኩም ስለዝሰማዕኩምና ካብ ልቢ ኢና ነመስግን። ሰላም ወሰናይ።